ጀ ስዊ ኦንትራ ደ ትራቫየ፣ ኣነ ይሰርሕ ኣለኹ ይብል ኣለኹ ማለት እዩ። ኣብዛ ግዜ እዚኣ ትገብሮ ዘለኻ ነገር ሕጂ ከምዚ ይገብር ኣለኹ፣ ጀ ኤተ ኦንትራ ደ ትራቫየ፣ ይሰርሕ ነይረ፣ ናይ ሕሉፍ፣ እዚ ኣምፓርፌ ተባሂሉ ይጽዋዕ፣ እዚ ከኣ ፕሬዞ፣ ሕጂ ትገብሮ ዘለኻን ኣብ ሕሉፍ ትገብሮ ዝነበረካን ከመይ ጌርና ንዛረበሉ፣ ንምንታይ ኦንትራ ይብል ወይ ንምንታይ ጀ ትራቫየ ጥራይ ዘይብል፣ ጀ ትራቫየ እንድሕር ኢለሲ ይሰርሕ እያ ትብል ዘሎ። ይሰርሕ ኣለኹ ኣይኮነን ትለኹ ዝብል ቃል ንምትካእ ኦንትኻ ነእትወሉ ናይ ህሉው ተኸይኑ ጀስዊ ኦንትኻ ልትኻባይይ ሕጂ ይሰርሕ ኣለኹ ወይ ሕጂ ከምዚ ይገብር ኣለኹ ገለ ንብል ብተፈላለየ መንገዲ ከምዚ ወዲ ከምዚ ሒዘልኩም መጽየ ኣለኹ ናይ ስራሕ ከመይ ገርና ወይ ፕረዘንተችን ከመይ ገርና ንገብር ጠምየ ጸሚኤ በሊዐ ወይ ድማ ካሊእ ካሊእ ኮይነ ሙያታት ሒዘልኩም መጽየ ኣለኹ እታ ቪድዮ ትሪእዋ ዘለኹም ክሳብ መወዳእታ ርኤዋ እቶም ኣብ ቲክቶክ ንሪኣ ዘለና ሰባት ከኣ ኣብ ዩቱብ ምሉእ ሓበሪታ ወይ ምሉእ እታ ብዝርዝር ቪድዮ ዘርግሐልኩም ስለ ዘለኹ ኣብ ዩቱብ ኣቲና ንርኣያ ማለት እዩ ኣብዚ ቆራጺ ዝሰደልኩም ዘለኹ ኣብ ዩቱብ ኣቲና ግን ምልእቲ ቪድዮ ክንሪኣ ንኽእል ኢና ስለዚ ጄቲ ኦንትራ ደ ትራቫየ ይሰርሕ ነይረ ጀሱይ ኦንትራ ደ ሞንዤ ይበልዕ ኣለኹ ሕጂ ይበልዕ ኣለኹ ማለት እዩ ጀሱይ ኦንትራ ደ ሞንዤ ይበልዕ ኣለኹ je suis en train de manger ሕጂ ዝገብሮ ነገር ንምንታይ je suis ኢለ ስለ ዘለኹ je etais ተይለ ግን ከምዚ ኔረ ማለት እዩ ተረዲኹምኒ je suis en train ኢለ je etais en train ተይለ ከምዚ ይገብር ኔረ ሰብ ተደዊሉልኩም ንኣብነት ሕጂ ዝኾነ ነገር ኣበይ ኔርካ ወይ እንታይ ትገብር ኔርካ ዝዓይነት እንድሕር ኣይተቐበልካኒ ኣጋጣሚ ኮይኑ ገለ ተይልኩም je etais en train de travailler ይሰርሕ ኔረ je travaillais ክትብሉ ትኽእሉ ኢኹም ያ ሰሪሐ እዩ ጀትኻባየ ሰሪሐ ሰሪሐን ይሰርሕ ነረ ግን ይፈላለዩ ሕጂ እቲ ነረ ንምባል እዩ ጀቴ ኡንትኻ ንብለሎ ምኽንያት ማለት እዩ ጀቴ ኡንትኻ ደትኻባየ ይሰርሕ ነረ ጀስዊ ኡንትኻ ደትኻባየ ይሰራሕ ኣለኹ ወይ ዝኾነ ነገር ትገብሮ ነገር ከምዚ ይገብር ኣለኹ ክንብል እንድሕር ኮይና ጀቴ ኡንትኻ ወይ ድማ ጀስዊ ኡንትኻ እዘን ክልተ ነገር ንጥቀም ማለት እዩ ጀስዊ ኡንትኻ ደ ሞንዤ ይበልዕ ኣለኹ። ጀኤቴ ኦንትራ ዴ ሞንጀ ይበልዕ ነይረ ይበልዕ ኣለኹ ይበልዕ ነይረ ማለት እዩ ርእ ሕጂ ኣብዚ ጀ ስዊይ ኢልካ ትጅምር ከምዚ ይገብር ኣለኹ ኣለኹ ንክትብል ኣብዛ ግዜ ዘለካያ ሕጂ ኣብዛ ሰዓት እዚኣ ትገብራ ዘለኻ እንታይ ትገብር ኣለኻ ተኢልካ ይበልዕ ኣለኹ ጀ ስዊይ ኦንትራ ዴ ሞንጀ ይብል ማለት እዩ እንታይ ትገብር ነይርካ ንኣብነት ጀኤቴ ኦንትራ ዴ ሞንጀ ይበልዕ ነይረ ንበል ማለት እዩ ርኤዮ ጀኤቴ ጀ ስዊይ ብካሊእ ምክንያት ከኣ

ፍራንስ ይምህረኩም ኣለኹ ማለት እዩ ብካሊእ መንገዲ ጀቴ ኦንትራ ደ ፓርለ ይዛረብ ነይረ ኣብዚ ከዓ ነይረ ማለት እዩ ይዛረብ ነይረ ማለት እዩ ስለዚ እቲ እዚአን ኣገደስቲ ብትግርኛ እውን ፅሒፈልኩም ስለ ዘለኹ እቲ ጀስዊን ጀኤተን ክትብል እንከለካ ሕጂ ፍልል ኣብዚ ጀስዊ ተኮይኑ ሕጂ ከምዚ ይገብር ኣለኹ ጀስዊ ኦንት ካቴለ ሕጂ ከምዚ ይገብር ኣለኹ እትገብሮ ነገር ማለት እዩ ጀኤተ ኦንት ካቴለ ግን ከምዚ ይገበር ነይረ ትብሉሉ ምኽንያት ኣብ ዝኾነ ኣብነተይ ናይ ፓክሌ ወይ ድማ ናይ ተኸባይ ናይ ሞንዤ ኣብነት ተምፀልኩም እምበር ብደስ ዝበለኩም ገማጢልኩም ክትጥቀምሉ ትኽእሉ ኢኹም ማለት እዩ ጅፋ ጅፋ ማለት ጠሜ ማለት እዩ ጅፋ ጠሜ እንድሕሪ ጠሜ ካሽዑ እንታይ ትብል ጅቡ ሞንዤ ክበልዕ ደልየ ማለት እዩ ፍኻ ዘጋጣሚ ኤግዛምፕል ኣምፅየ ኣብ ገረድኩም ዘለኹ ጅቡ ሞንዤ ኣነ ክበልዕ ደልየ ጅፋ ጠሜ Je suis affamé ከኣ ንበል። Je suis affamé ወዲ ተኾይኑ ከምዚ ይጸሓፍ፣ ጓል ተኾይና ከኣ እ ኣላታ ኣብ መወዳእታ፣ ምኽንያቱ ኣብዚ ብ ኤትር፣ ኦክሲሌር ኤትር ይበሃል እዚ፣ ምናልባት ኣይረኣኹምን ወይ ኣብ ገለ ገለ ቪድዮታት ዘርጊሐልኩም ኣለኹ። Je suis affamé ኣነ ብጣዕሚ ጠምየ ይብል ኣለኹ ማለት እዩ። Très fa ብጣዕሚ ጥምየት መይተ ኣለኹ፣ ገለ ይብል ኣለኹ ማለት እዩ። J'ai très fa J'ai ትኺፋ ብጣዕሚ ጠምየ ጀስዊ ኣፋሜ ጀስዊ ኻሳዝየ ኻሳዝየ ማለት ጸጊበ ማለት እዩ ጀኒ ፕሉፋ ትብል ኣለኻ ጸጊበ እጂ እሺ ኻሳዝየ ብጣዕሚ ጸጊበ ኣለኹ ገለ ትብል ኣለኻ ማለት እዩ ወይ ሰብ ንቐደም ክብለካ ይኽእል ገለታት ሜክስየ እሺ ኻሳዝየ ገለ ክትብሎ ትኽእል ኢኻ ጸጊበ ጀስዊ ኻሳዝየ ኻሳዝየ ጸጊበ

ኣፋሜ ጥሜት ሜተ ማለት እዩ። ጅፋ ጠሜ ማለት እዩ። ጀስዊ ኻሳዜ ማለት ከኣ ጸጊበ ማለት ኣይጠመኹን ዘለኹ ጸጊበ ንብል ኣለና። ጀኔፕሉፋ ጥሜት ዝበሃል ኣይመጸንን ንብል ኣለና። ኣብዚ ከኣ ሸውሃቴ ተዓጽዩ ክትብል እንድሕር ኾንካ ሕጂ ብሩኽ መኣዲ ክንብል ከለና ናብኡ እንዲየ ክመጽኩም ድሓር

ልክዕ በቲ ዘለዎ ዘይኮንካ ዘይኮንካ ንትርጉሞ ዘለና ጀፐርዲ ህጂ ጀፐርዲ ጠፊእኒ እንድዩ ሸውሃተይ ጠፊእኒ ዘይኮነሲ ጠፊእኒ እያ እያ ኣንፈት ከምዚ ቃል ብቃል ክንትርጉሞ የብልናን ወይ ድማ በቲ ዘሎ ነገራት ሓደ ኣሎ ኣቤቲ ህጂ ከም ዝብለኩም ጸናሕኩ ንቀደም ወይ ድማ ንዓብላዕ ገለ ክብለካ እንከሎ ንዓ ትሽውሃትካ ትሽውሃትካ ዕንግሎ ዝዓይነት ይብለካ ኣሎ እንድሕር ብቃል ብቃል ተርጉምናዮ ማለት እዩ ጀፐቅ ዲላ ቤቲ ማለት ግን ሽውሃተይ ተዓፅዩ ማለት እዩ ብሕፅር ዝበለ ሽውሃተይ ተዓፅዩ ትብሎ ኣለኻ ከምዚ ሽውሃተይ ተዓፅዩ ጀፐቅ ድዩ ሕጂ ጠፊእኒ ማለት እዩ ጀፐቅ ድዩ ጥራይ ትሒዝናዮ ላቤቲ ጀፐቅ ድዩ ላቤቲ ተልና ግን ሽውሃተይ ሽውሃተይ ተዓፅየ ይብላ ኣለኹ ማለት እዩ ጀነቭ ፕሉ ማንዤ ጀነቭ

እጀመስሹ ኸይጋሌ ትብል ማለት እዩ ከሙታት እንድሕር ኣጋጢሙኩም እጀመስሹ ብያን ኸይጋሌ ወይ ድማ እጀመስሹ ኸይጋሌ ይብል ሴቴ ትሬ ቦ ሴቴ ትሬ ቦ ብጣዕሚ ፅቡቕ ነይሩ ወይ ድማ ብጣዕሚ ጥዑም ነይሩ ማለት እዩ እጀመስሹ ኸይጋሌ እጀመስሹ ኸይጋሌ ኣብዚ ቱታሎኽ ወይ ድማ ኣቱታሎኽ ንብለሉ ምክንያት እዩ ዓንተበይ ሓደ ተምሃራይ ናተይ ዝሓተተኒ እቶም ዘይትፈልጡ ከዓ ኣብ ፕራይቬት ይምህር እየ ፕራይቬት ናይ ኣብዙ ማለት እዩ ክቶም ትምሃር ትደልዩ ተሌፎነይ ኣብ መወዳእታ ክገድፈልኩም እየ ወይ ኣብቲ ናተይ ቲክቶክ ኣቲኹም ኣብቲ ናተይ ፕሮፋይል ኣለትኩም ማለት እዩ ቱት ኣለዋ ክትልና ደሓር ይብላ ኣለኹ ቱት ኣለዋ ደሓር ቱት ኣለዋ ሶሪ ዓንቶበይ ገማጥሎ ኣለኹ ኣነ ባዕለይ ቱት ኣለኹ እንድሕር ኢልና ዓንቶበይ ይብላ ኣለኹ ማለት እዩ እንድሕሪ በዚ ጫፍ ቅድሚ ሕጂ ቪድዮ ዝተደልኩም ነይረ ተይተጋግሓ ቂደ ኣቱታ ኣለኹ እንድሕር ኢለ ደሓር የራኸበና ይብላ ኣለኹ ማለት እዩ ደሓር ይብላ ኣለኹ እንድሕሪ ነታ ኣ ኣጥፊኤያ ነታ ኣጥፊኤ እንድሕሪ ቱታ ኣለኹ ቴለ ግን ኣንተበይ ይብላ ኣለኹ ማለት እዩ ቱታ ኣለኹ ጀሞዥ ጀሞ ቱታ ኣለኹ ደሓር ክበልዕ ቴለ ህጂ ጀሞዥ ቱታ ኣለኹ ደሓር ክበልዕ ይብላ ኣለኹ ጀሞዥ ቱታ ኣለኹ ጅ ሞንዠ ኣቱተኣ ተሓዊሳ ኣላ ብቅድሚት ግን ኣንቶበይሲ ወይ ደሓር ሹም ተክሊ ዲኻ ንፓቱ ኳላ ጅ ሞንዠ ቱታ ሎክቴለ ኣቀድመ ቢለ በሊዐ ይብላ ኣለኹ ኦኬ ገማጥላለኩም ኣለኹ ሶሪ ኣቀድመ ቢለ በሊዐ ምክንያቱ ኣ ኣ እንድሕር ኮይኑ ንደሓር ይኸውን ኣሎ ኣ እንድሕር ሓዊሳታ ማለት ደሓር ኣቱታ ሎክቴለ ነዳሓድ ይኸብር ኣሎ ብሕጂ ዝመጽእ ግዜ ማለት እዩ ድሕሪ ቱታ ኣለኹ ቴለ ግን ዝሓለፈ ግዜ ዓንተቦ ይብል ኣለኹ ማለት እዩ ሕጂ ብዚ ጅሞጅ ቱታ ኣለኹ ቴለ ኣቐድመ ቢለ በሊዕ ይብል ኣለኹ ማለት እዩ ጅሞጅ ቱታ ኣለኹ ጅሞጅ ቱታ ኣለኹ ኣቐድመ ቢለ በሊዐ

ጅሞጅ ኣቱት ኣሎ ክትለ ግን ደሓር ክበልዔ ይብላ ኣለኹ ማለት እየ ኣጋጣሚ ነዚኣ ኣስ እቲ ኣይሓውስኩላን ኣቐድመ ቢለ እዚ ብፕኼዞን ገሬ ጸኒሐ እንድሕር በሊዐ ክብል ተኾይነ ከኣ ብፕኼዞን ክኸውን ኣይክእልን እዩ ጅሞጀ ቱት ኣለኹ ኣቐድመ ቢለ በሊዐ ኣንተበይ በሊዐ ይብላ ኣለኹ ማለት እዩ ኣቱት ኣለኹ እንድሕር ኮይኑ ግን ደሓር የራኽበና ይብላ ኣለኹ ማለት እዩ ተረዲእኩም ክኾን ተስፋ እገብር ክሳብ እዚ ኣብዚ ከኣ ናይ ፕሬዘንተ ናይ ሴ ፕሬዘንተ ማለት እዩ ምልላይ ምስ ነብስኻ ተኮይኑ ብፍላይ ነቶም ሓደስቲ ኣሕዋትና ኩሉ ግዜ ጁማፔል ኢልካ ትጅምር ስምካ ክትነገር እንከለካ ጁማፔል ኣማን ንኣብነት ኣማን ስም ጁማፔል ኣማን ኣና ኣማን ይበሃል ጄ ቫንት ሳንኮ ጄ ቫንት ሳንኮ ኦ ይብላ ኣለኹ ማለት እዩ ፍቲ መወዳእታ እዚ ኦ እዩ ዝንበብ ጄ ቫንት ሳንኮ

ፍኻንሰ ክትብሉ ሰሚዕኩም ኣለኹም ማለት እዩ ብዙሕ ሰባት ፍኻንሰ ኣይኮነን ፍኾ እዚ ማለት ኦ እዩ ካብ a ክሳብ ኤን ዘሎ a እዩ ዝድመጽ je parle français ኣነ እውን ፍኻንሰ ክብል ይኽእል እየ i don't know ግን እቲ ትኽክለኛ ይነገረኩም ኣለኹ ፍኾንሰ እምበር ፍኻንሰ ኣይበሃልንዩ ማለት እዩ ድሓር ከኣ መብዛሕቲና እቶም ፍኾንሰ ፍኾንሰ ሰባት ኣለዉ ፍኾንስ ሃገር ኣሎ ፍራንሴዝ ከኣ ተነባሪት እንተኾይኖም ከኣ ፍራንሴዝ ከኣ ደቂ ሃገር ኣለዋ ማለት እዩ። ኩሉ ክንሓዋውሶ የብልናን። ፍሮንስ እንተኾይኑ ሃገር እዩ፣ ፍሮንሴ እንተኾይኑ ከኣ ቋንቋ እዩ ማለት እዩ። ጀ ስዊ ሞቲቬ፣ ጀ ስዊ ሞቲቬ፣ ኣነ ብጣዕሚ ሞቲቬ ኮይነ ኣለኹ፣ ጣሽሚ ኣለኒ ማለት ድሌት ኣለኒ ማለት እዩ ንሓደ ነገር ሞቲቬ ኮይነ ኣለኹ። ንኣብነት ሎትኻቫይ እንተኾይኑ ሞቲቬ ኮንካ ናብ ስራሕ ክትከይድ ከለኻ ተበራቢርካ ድዩ ገለመለ

ሎንትርፕሪዝ ማለት ትካል ያ ትካል ማለት እዩ ትካል ትኮይኑ ሎንትርፕሪዝ ሕጂ ኣብ እንትርፕሪዝ እንታይ ኢና ንገበር ንሰርሕ ኢና ማለት እዩ ጃቬ ስዋፍ ጃቬ ስዋፍ ሕጂ ማይ ክሰቲ እንከለኹ እንታይ ብላ ኣለኹ ጀ ሱዊ ኦንትራ ደ ቡዋር ኣብቲ መጀመርታ ዘራኹ ማለት እዩ ማይ ሰቲ ኣለኹ እንታይ ትገብር ጸኒሕካ ተልኩም ንኣብነት ጄቴ ይብል ጄቴ ኦን ትኻ ደብዋኽ ዶሎ ይብል ማለት ድሓን ተመሊስኩም ወላ ትሪእዎ ፓዝ ገርኩም ነቲ ቪድዮ ሎንትርፕሪዝ ሎንትርፕሪዝ ኤ ፕሬ ደ ሸማ እቲ ትካልሲ ቀረባ ኣሎ ካብ ገዛይ ወይ ድማ ቀረባ ኣሎ ካባይ ሸማ ማለት ያ ሸማ ካባይ ማለት እዩ ወይ ካብ ገዛ ወይ ከማይ ሎንትርፕሪዝ እቲ ትካል a ፕረ ደ ሸማ ፕረ ደ ሸማ ካባይስ ቀረባ ማለት እዩ እዚኣ በይና እንድሕር ሒዝኩማ ፕረ ደ ሸማ ካባይ ቀረባ ይብል ኣለኹ ሎ ፖስ ፖስ ዝበሃል እቲ ኣብቲ እንትርፕሪዝ ውሽጢ ትካል ኮይኑ ኣብ ውሽጢ ትካል ኮይኑ እቲ ንስኻ ትገብሮ ኣክቲቪቲ ማለት እዩ ሕጂ ንኣብነት ናብ ሓደ ትካል እንተኸልኩም ኣብ ሓደ ትካል እቲ ኡንትርፕሪዝ ዋንኡ ሓደ እዩ ተረዲኹምኒ እቲ ትካል ማለት እዩ ኡንትርፕሪዝ ከምዚ ክብለኩም ጸናሕኩ ትካል ማለት እዩ እዚ ኡንትርፕሪዝ ኣበይ ኣሎ ኣብዚ ኡንትርፕሪዝ ትካል ምስ ክብለኩም ጸኒሐ ሕጂ ኣብቲ ትካል ኣብታ ውሽጢ ትካል ሰብ ነናቱ ሙያ ነናቱ ኣሎ ነናቱ ማለት እዩ ሕጂ ኣብ እንዳ ማጋዛ እንትኸድኩም ሓደ ኣብ እንዳ ኬስ ኣኽፋላይ ገንዘብ ኣሎ እቲ ሓደ እንዳ ስጋ ይሰርሕ እቲ ሓደ እንዳ ፍርጅ ይሰርሕ ፖስ ኣበየናይ ፖስ ይብሉኻ ንኣብነት ኣበየናይ ፖስ ናትካ

ይብላ ኣለኹ ማለት እዩ ደሞዘኛ ይባል ሓከ ደም ትግርኛ ማለት ሰራሕተኛ ይብላ ኣለኹ ብሓፂሩ ሰራሕተኛ እየ ኦምፕሎየ ወላ ይባሃል እንድዩ ግን ከዓ ሰራሕተኛ ዋላ ብሰራሕተኛ ትሕትኩም ከዓ ወይ ደሞዘኛ ደሞ ዘለዎ ሰብ ሳላቂ ይበሃል ሳሌኽ ደሞዝ እዩ ሳሌኽ ሉ ሳሌኽ ተይለ ደሞዝ ይብላ ኣለኹ ማለት እዩ ስለ ፔርሶን ኪኸስዋ ሻክ ሞዋ ወላ ጀኸስዋ ሙ ሳሌክ ሻክ ሞዋ ደሞዘይሲ ወርሒ ወርሒ ይመፀኒ እዩ ይበጽሓኒ ይብላ ኣለኹ ማለት እዩ ኸስዋ ይበጽሓኒ ጅኸስዋ ሞን ሳሌር ሻክ ሞዋ ደሞዝ ወርሒ ወርሒ ይመጸኒ ወይ ድማ ኣለኒ ይብላ ኣለኹ ማለት እዩ ሳላርየ ተኾይኑ ግን ጀስዩ ሳላርየ ተለ ግን ኣነ ደሞዘኛ ይብላ ኣለኹ ማለት እዩ ሰራሕተኛ እየ ደሞዝ ኣለኒ እዚ ዓይነት እዩ ማለት እዩ ሕጂ ሳሌርን እዚ ሳሌርን ሰራሕተኛ ወይ ድማ እዚ ከዓ ደሞዝ በልዎ ማለት እዩ ደሞዝ እያ እዚ ሰራሕተኛ እዩ እዚ ከዓ ደሞዝ እዩ Je suis motivé je suis motivé ካብቲ ላዕሊ ከብቲ ናይ ቴክስት ከርእየኩም ጸናሕኩ ኣነ ተባራቲዐ ኣለኹ ተባራቢረ ኣለኹ ከምዚ ነገብር ስሬድ ኣለኹ ትብለሉ ነገር ተኾይኑ je suis motivé ትብል ማለት እዩ je veux travailler ንኣብነት je veux travailler ክሰርሕ ደለ ኣለኹ ንብል ማለት እዩ ድሕሪ በንጻሪ ኮይኑ ግን ኣጋጣሚ እዚ ከማን ኣብቲ ትምህርቲ ኣጋጣሚ ከምዚ ክንብል ተኮይና ሃካይ ታኪኒ ሃካይ ሰብስ እንታይ ይበሃል ገለታት እንደ ይብለብ ነይሮም ጀስዊ ጀስዊ

ጅት ኻባጊ ሕሉፍ ይዛረብ ኣሎ ማለት እዩ ሰሪሐ ይብል ኣሎ ኣበይ ሰሪሑ ዳንዛን ካፌ ኣብ እንዳ ካፌ ሰሪሑ ኣብ እንዳ መሰሪሒ ማለት እዩ ስለዚ ኤክስፐቅዮንስ ገሩ ማለት እዩ ተመክሮ ገሩ ኣብ እንዳ ካፌ ተመክሮ ዝባሃል ከኣ ናይ ሕሉፍ ነገር ናትካ ትክእሎ ነገር እንድሕር ሃልዩካ ሌክስፐቅዮንስ ይባሃል ማለት እዩ ናይ ኮምፔቶንስ ከኣ ተመሳሳለ ከምዚ ክእለት ማለት እዩ። ከደት ጀስተ ኩዚነ ተልካ ሕጂ ንስኻ ትኽእሎ ነገር ትነግር ኣለኻ ኣብዚ ማሰሪ ኤክስፕሬንስ ተልካ ተመክሮን ክእለትን ኮምፔተንስ ለኮምፔተንስ ተለ ክእለት ይነግር ኣለኹ ለኤክስፕሬንስ ተለ ከዓ እዚ ክብለኩም ፅናሕኹ ተመክሮ ኣለካ ማለት እዩ ኣብዚ ከዓ ልክ ኣብነት ገይረ ጅትኻቫየ ዳንዛ ካፌ ለኮምፔታንስ ተኾይኑ ከኣ ጀሰ ኩዚነ ክሽነ ከኣ ይኽእል እየ ይብል ኣለኹ ማለት እዩ። ኣብዚ ሓደ ሓደ ቃላት ሲቪ ዝበሃል ተረዲእኩምኒ ሰቨ ናትካ እንፈርመሽን ኩሉ ዘለዎ ስምካ ስም ኣቦኻ ቴሌፎንካ ካሊእ ተፈላለዩ ነገር ናትካ ኤክስፐሪየንስ ዘለዎ ኮምፔታንስ ናትካ ዘለዎ ወይ ድማ እቲ ናትካ ክእለት ዲፕሎም ናትካ ሙያ ቅድሚ ሕጂ ዝገበርካዮ ኩሉ ዝሓዘ ኮይኑ ሰቨ ስራሕ ክንደሊ ኮይና ኣብዚ ዓዲ ሰቨ ንገብር ማለት እዩ ሰቨ ናትና ኣንፈርመሽን መሊእና ኣነ ከምዚኣ ኣነ ኣነ ከምዚ ኢልካ ሰቨ ናትካ ኣንፈርመሽን ተልፎንካን ኣድረስ ኢሜልካን ኣድረስካን ሂብካ ጥቕመጠሉ ዓዲ ኩሉ ናብቲ ትካል ናበይ ትሰዶ ናብቲ ኦንትርፕሪዝ ትሰዶ ማለት እዩ ኦንትርፕሪዝ ዝበሃል ከዓ ኣብዚ ኦንትርፕሪዝ እዚ ትካል ማለት እዩ ናብቲ ኦንትርፕሪዝ ትሰዶ እቲ ትደልዮ ቦስ ከዓ ትነግሮም እቲ ናትካ ኣብ ውቲ ውሽጢ ኦንትርፕሪዝ ክትሰርሖ ትደሊ ከዓ ትነግሮም ኣብቲ ሲቪ ናትካ ማለት እዩ ስለዚ ሲቪ ማለት ህጂ ሞን ሰቨ ኤፕሬ ተለ ህጂ

ንስኻን እቲ ከስርሓካ ዝደልየ ሰብን እትዘራረበሉ ምኽንያት ኦንትርትያን ይበሃል ማለት እዩ። ኦንትርትያን፣ ዝርርብ፣ ኣባኻ ሕጂ ፖስቱለ ተገርኩም ናብ ሓደ ኦንትርፕሪዝ፣ ናብ ሓደ ትካል፣ ኦንትርትያን ክገብሩልካ ይጽውዑ፣ ከዘራርቡኻ ብዛዕባ ስራሕ፣ ኦኬ ንገረና፣ ከምዚ ንእሽቶይ ኢንተርቪው ማለት እዩ፣ ብዛዕባ ስራሕ፣ እንታይ እዩ ሞያኻ፣ እንታይ ትገብር ኔርካ ቅድሚ ሕጂ፣ ናትካ ኤክስፐሪየንስ ትነግሮም፣ ተረዲኹምኒ፣ ናትካ ሞያ፣ ናትካ ስራሕ ትሪዶ ነገር፣ ንምንታይ ሞቲቭ ኢኹም ዝኾንካ፣ ትነግሮም ማለት እዩ። ኣብዚ ሓደ ሓደ ቃል መወዳእታ ሎ ትራቫይ ስራሕ ማለት እዩ፣ ሎ ሜትዬ ሜትዬ ሞያ ማለት እዩ፣ ሎንትርፕሪዝ ኣብቲ ላዕሊ ኣብ ታሕቲ ጸሚቖም ዝጸድኩም ዘለኹ ሓደ ሓደ ጥረ ቃላት ንክትሕዝዎ ማለት እዩ። ሎንትርፕሪዝ ትካል ማለት እዩ፣ ትካል እያ ትካል ትካልን ተካልን እያ ተቐራሪቡ ተቃልቃ ተካል ዝበልኩ ከይመስለኩም ትካል ሎፖስ ለፖስ ኣብቲ ትካል ትገብሮ ነገር ማለት እዩ ኣብቲ ትካል ትገብሮ ኣክቲቪቲ ናትካ ትገብሮ ነገራት ፖስ ይበሃል ሎ ሳሌር ደሞዝ ሌክስፐርዮንስ ሌክስፐርዮንስ ሌክስፐርዮንስ ተሎ ከኣ ተመክሮ ሌ ኮንሴኮንስ ፍልጠት ንስኻ ትፈልጦ ነገር ሎ ሰቬ ናትካ ኣንፈርመሽን ዝሓዘ ሰቬ ላ ሌትር ደ ሞቲቫስዮን ንምንታይ ሞቲቨ ከም ዝኾንካ እስኻ ዝነገር ነገር ንሓ ንምንታይ ክትሰርሕ ከም ዘለኻ ዝነገር ቴክስት ጽሒፍካ ትሰደሉ ማለት እዩ ወላ ኣብዚ ወዲእና ኣለና ሸር ኣይትሕመቑ ናብቲ እቲ ሻነል ይዓቢ ኮመንት ከዓ ግድን ኮመንት ከዓ ይዕብዮ ስለ ዝኾነ ላይክ ኮመንት ገለታት ነቲ ዩቱብ ኣገዳሲ ስለ ዝኾነ ነቶም ካልእ ዘይበፅሖም ኣሕዋትና ንክበፅሖም ከዓ ሸር ንግበረሎም እቲ ኮመንት ላይክ ከዓነይ ነቲ ኣብ ቅድሚት ከምጽኦ ስለ ዝኽእል ነቲ ዩቱብ ወይ ነቲ ዝዝርግሖ ቪድዮታት ከምኡ እንግበር ማለት እዩ thank you ባይ ባይ ብሩኽ መዓልቲ ብሩኽ ምሸት ነቶም ምሸት ትሪእዋ ዘለኹም ሰባት ከኣ ኣብ ቀጻሊ